ተጽግበካያ ቅጫስ ኣብ መቑላኣ ከላ ትፍለጥ ከም ዝበሃል፣ ሓቢርካ ንነዊሕ መንገዲ ዝኸድን ዘይኸይድን ሰብ ንምፍላይ እውን ብዝተወሰነ ባህርታቱ ክተለልዮ ትኽእል ኢኻ። እዞ ሎማዕንቲ ዝጸርሐልካ ዝተወሰኑ ባህርታት ዘለዋ ጓል ኣንስተይቲ እንተኾይና ልብኻ ደርቢኻ ተኣማሚንካ ክትኾነኒ እያ ኢልካ እፎይ ኢልካ እትነብረላ ዓይነት ጓል ኣንስተይቲ ኣይኮነትን። ሓቢርካኒ ክሳዕ መወዳእታ ጽናሕ እሞ እዞም ሎማዓንቲ ዘምጸኽዎም ባህርታት መጻምድኻ ኣለዋ ዶ የብላን ኣረጋግጽ። እዞም ሎማዓንቲ ሒዘልኩም ዝመጸኹ ምልክታት እንድሕር ደኣ መጻምድኻ ሃሊዋ ኮይኑ ተባኣሱ፣ ተፈላለዩ፣ ክትኾነካ ኣይትኽእልን፣ ሕዚ ንሕዚ ውሳነኻ ወስን ክብለካ ደልየ ይኾንኩን። ምእንታን ጥንቁቓት ክትኾኑ እትመርጽዎ ወይ ንሓዳር ንቑም ነገር እንድሕር ሓሲብካያ ኣዕሪኻ ጥንቁቕ ምእንታን ክትከውን ጉልበትካ፣ ግዜኻ፣ ገንዘብካ ቅድሚ ምኽሳርካ ኩሉ ነገር ክብረሃልካ ስለ ዝደለኹ እየ። ቻናለይ ሰብስክራይብ ብምግባር ናተይ ተኸታተልቲ ዝኾንኩም ድማ ከምቲ ልሙድ ሕዚ እውን ቪድዮ ላይክ ብምግባር ኣብ ኮሜንት ድማ እንኳዕ ደሓን መጻኻ ብምባል ጀምሩለይ። ሰናይ ምክትታል። ነዊሕ ዘይተቐጽለካ ጓል ኣንስተይቲ እቲ ቁጽሪ ሓደ ምልክታ ተወዳድረካ ጓል ኣንስተይቲ ተኾይና እዩ። ሕዚ እዚ ባህሪ እዚ መብዛሕትኡ ግዜ በቃ ሙር ፍቕሪ ካብ ምድላይ ናይ ደቂ ኣንስትዮ ድሌት ዘርዚርካ ይውዳእን ካብ ዝብል ብዙሓት ደቂ ተባዕትዮ ሸለል ኢልኩም እትሓልፍዎ ነገር እዩ። ዝሮ ዝሮ ምሳይ ክሳብ ዘላ ሓቢራትኒ ጽቡቕ ግዜ ክሳዕ ዘሕለፈት ክሳብ ዘይተፈላለናስ እንታይ እሞ እንታይ ጸገም ኣለዎ ኢልኩም በቃ ምንም ኣይመስለኩምን። ተዘይኮይኑ እውን ንሽዑ ልብኹም ይስበር ብጣዕሚ ፍቀርቲ ተኾይንኩም ተሓርቁ ትቐንኡ ብድሕሪ ይቕረ ይቕረ ተባሃሂልኩም ንመፃኢ ኢልኩም ኣይተስተውዕልዎን እዚ ጉዳይ ጓል ኣንስተይቲ እንድሕር ምውድዳር ጀሚራ ኣብ ውሽጣ ዝሓዘቶን እቲ ምሳኻ ዘሎ ባህርን ተመሳሳሊ እናኾነላ ኣይኸድን ዘሎ ማለት እዩ እትብህጎ እትደልዮ ወዲ ተባዕታይ ካልእ እዩ ሕዚ ምስኣ ዘሎ ወዲ ድማ ካልእ እዩ ምናልባት ኣብ ውሽጠይ ዘሎ ሓሳብ እቲ ኣብ ውሽጠይ ዝርድአኒ ዝፈትወኒ ኢለ ዝሓስቦ ወዲ ኣብ ዝኾነ ግዜ ንኡ ክመስለለይ ይኸውን እዩ ተዘይኮይኑ ድማ ንግዚኡ መጻንሒ ይኹነኒ እሞ ኣብ ዝኾነ ግዜ ገዲፈዮ ክኸይድ እየ ኢላ ከም መጻንሒ ትጥቀመልካ ጓል ኣንስተይቲ እያ ወትሩ ንእከለ ርእዩ ኣብ ሶሻል ሚድያ ዝረኣየቶም ፊልም ዝመስሉ ፍቕራዊ መንገድታት በቃ ብከምዚ ተዘይገሊፅካለይ እዚ ውህብቶ ተዘይሂብካኒ ክንዲዚ ገንዘብ ተዘይፍሲስካለይ ንግሆ ተዘይደወልካለይ ገለ እናበለት እቲ ትገብረላ ዘለኻ ዘይኾነ ሲ እቲ ዝሓልፋ ዘሎ ኣብ ካልኦት ሰባት ዘብረቕረቕ መሲሉ ዝረኣያ ዘሎ ነገር መፅያ ናባኻ ትዛረበካ ተኾይና እዛ ጓል ኣንስተይቲ እዚኣ ነዊሕ ኣይትፀንሕን እያ ንሕና ደቂ ኣንስትዮ ውሳነ ንምውሳን ኣብ ውሽጥና ብዙሕ ነገር ኢና ጸብጻባት ንሕዝ ሎሚ ክወሲና ክትከውን ትኽእል እያ እዚ ወድስ ኣየዋፀንን ማለት ካሊእ ከም ዝመሰለ ወዲ ክደሊ ኣለኒ ኢላ ክወሲና ትኸውን ትኽእል እያ እቲ ዝደልየቶ ወዲ ክሳብ እትረኽቦ ግን ምስኡ እናናፀፀረትካ እያ ትነብር ናይ መሓዛ ኣቦይ ፍሬንድ ሪኣ ምስኣ ማዕረ ንምዃን ከም ሰብኣያ ስኻውን ዝግበረለይ ክትብለካ ትኽእል ብቐለልቲ ነገራት ሽልካ ተዓሰባ ምስ ካሊእ ወዲ ተወዳድረካ ወይ ዘይገበርካለይ እናበለት እትፀርሖም ፍቕራዊ መግለፂ ዝመስሉ መንገድታት ተልዮም ብኣኻ ሕጉስቲ ኣይኮነትን ዘላ ሕዚ ብትገብሮ ዘለኻ ዘይኮነሲ ብዘምልጣ ብዘይረኸበቶ ነገር ኣእምሮኣ ቢዚ ትገብር ከም ዘላ ሕሰብ ካልኣይ ድማ እዛ ነዊሕ ዘይተቐፅለካ ጓል ኣንስተይቲ ባህሪያ ትምካሕ እንድሕር ደኣ ኮይና ሕዚ ሓደ ሓደ ወዳት ኣለኹም ዝኾነ ዕድላትሞ ክትህቡ ትኽእሉ ትኾኑ እንታ ጓል ኣንስተይቲ ብመልክዓ ብቕርፃ በቃ ቀያሕ ስለዝኾነት ሼፓ ብጣዕሚ ደስ ስለዝብል ካብ ልብኹም ትደልይዋ ትብህግዋ በቃ ናይ ማን ሓዳር ክትኾነኩም እትኽእል ጓል ኣንስተይቲ ከም ዝኾነት ትሓስቡ ገለገለ ግዜ ድማ ዘይትመጣጠንወን ደቂ ኣንስትዮ ብጣዕሚ በቃ ስእሊ ዝመስላ ደቂ ኣንስትዮ ማለት ናሰብ ሕማቕ የለን እኮ ግን ክመጣጠኑ ዘይክእሉ ዓይነት መፃምዲ ድማ ሪኢኹም ትፈልጡ ትኾኑ ኢኹም ክትምጥነኩም ዘይትኽእል ጓል ኣንስተይቲ ትሕዙ እሞ ይቅርታ ንዚ ቃል ግን ምምጥጣን ዝበሃል ነገር ስለ ዘሎ እዩ ክትምጥነኩም ዘይትኽእል ጓል ኣንስተይቲ ትሕዙ እሞ እቲ ፍቕራዊ ሂወት ሰላም ንከይኸውን ትገብርዎ ባዕልኹም ሕዚ ሓቢራትኩም ትቕፅል ንገንዘብ ክኾን ይኽእል ወይ ፅቡቅ ምሳኻ ፅቡቅ ዝኾነ ዕድል ክህል ይኽእል ብዝኾነ ነገር ክጠቕመን ንኽእል እዩ ኢላ ንመልክዓ ንቕርፃ ከይበለት እከለ ኣፍቂርኒ ከይበለት ምሳኻ ክትቅፅል ትኽእል ደሓረ ግን ዕድላት ኣይረኣይዋ እዚ ወዲ እዚ እኮ ይምጠነን ኣይምጥነንን ምባል ትጅምር ወይ ድማ ኣባኻ ዘለዎ ጎደሎታት ምስትውዓል ትጅምር ደሓር እዚ ባህር እዚ ግልፂ እናኾነ ይመፅእ ብምንታይ ግልፂ ይኸውን መሲልካ ኣነ ምሳኻ ምቕፃለይ እኮ ወይ ምሳኻ ምህላወይ ንዓይ ምርካብካ እኮ ብጣዕሚ ዕድለኛ ኢኻ ምባል ትጅምር እዛ ቃል እዚኣ ካብ ብዙሓት ሰባት እየ ሰሚዕያ መፃምደይስ ኩሉ ግዜስ ከምዚ ትብለኒ ይብሉኒ ሓደ ሓደ ሰባት ዋላ እተን ኣዋልድ ከምዚ እየ ዝብሎ ማለትስ ምስኡ ዘለኹስ ብከምዚ ብከምዚ እዩ ንኣይ ምርካቡስ ዕድለኛ እዩ ገለ እናበላ ከዕልል ኣይሰምዐን እሞ እዚ ወዲ እዚስ ፅባሕ ንጎስ ዕድሉ እንታይ እዩ ተይልካ ማለት እዩ ከምዚ እትብሎ ጓል ኣንስተይቲ መፃምዱ እንድሕር ደኣ ሃልያ ዕድሉ ኣብ ዝኾነ ሰዓት ንዓ ዝመጣጠን ወይ እቲ ካባኻ እትረኽቦ ዕድላት ኩሎም ካብ ካሊእ ወዲ ምርካብ ምስ ጀመረት ግድፍ ኣቢላትካ ምኻድ እዩ ናለዋ ወዲ ዕድል ወይ ድማ እቲ ትምካሕሉ ዘላ ወዲ እዚ እዩ ዕድሉ ክኸውን ዝኽእል ንኣ ይምርካብካ ዕድለኛ ኢኻ ኢላ ትዛረብ ጓል ኣንስተይቲ ተልያ ማለት እዩ ኦሮማይ ልባ ቀቢፁ እዩ ናትካ ትሕት ምባል ናትካ ጎደሎነት ዘይምምጥጣንኩም ብግልፂ ፍንትው ኢሉ እዩ ዝረኣያ ኣይምጥነኒ እንተልካ ድማ ንሓደ ሰብ ማለት እዩ ክምጥነካ ዝኽእል ሰብ ክሳብ እትረክብ ኢኻ ትጸንሕ። ዝሮ ዝሮ ድሕሪ ነዊሕ ግዜ ዋላ ክሳብ እቲ ዕድላ ክሳዕ እትረክብ ሓቢርኩም ምቕጻልኩም ኣይተርፍን እዩ። ኣብ ዝኾነ ሰዓት ግን ገዲፋትካ ምኻዳ ዘይቐር እዩ። ሳልሳይ ድማ እዛ ነዊሕ ዘይትጸንሕ ጓል ኣንስተይቲ ምልክታ ኸቢድ ሁራ ትኹሪ ጓል ኣንስተይቲ ተኾይና ባይዘዌ ኣብ ፍቅራዊ ህይወት ዝፍጠሩ ምጽላእ ወይ ጥፍኣታት በቲ ዘጥፈእሉ መንገዲ ኾንካ እንትሪኦ ብፍቅርኻ ልክዕ ኢኻ እቲ ጥፍኣት እትምዝኖ ሬድ ፍላግ ዝበሃሉ ብጣዕሚ ይቕረ ዘይበሃሉ ከበድቲ ዝኾኑ ጥፍኣታት ኣለዉ እዮም ግን ድማ ካብኡ ሓሊፍካ እዞም ዝተወሰኑ ሰብ ብምዃንካ ትሰሓሓቶም ዕንቅፋት ክረኽበካ ተሎ እትወድቆም ነገራት ድማ ኣለዉ እዞም ጥፋታት እዚኣቶም ክፍጠረ ከለዉ ኣብ ውሽጥኻ ብዘሎ ናይ ፍቕሪ መጠን ኢኻ እትርድኦም ብጣዕሚ ተፍቅር ብጣዕሚ እትደሊ ተኮይንካ ብቐሊሉ ክትምለስ ትኽእል ይቕረታ ክሳዕ ዝተባሃልካ ይቕረ ንምግባር ብዙሕ ዘይክኸብደካ ክእል እዩ ሕዚ እዘን ነዊሕ ዘይፀንሓ ደቂ ኣንስትዮ ግን ንእሽተይ ጥፍኣት ክትፍጠር ከላ በቃ ብከቢዱ እየን ዝኹርያ ምክንያቱ ኣብ ውሽጠን እቲ ትክክለኛ ስምዒት ወይ ትክክለኛ ፍቅሪ ዝበሃል የለን ኣብ ዝኾነ ሰዓት ገዲፋትካ ከም ትኸይድ ትፈልጥ እያ። ካብኡ ድማ ሓቢራቶ ምስ ዘይትቕጽል ወዲ ኣይምጥነንን ኢላ ምስ ትሓስቦ ወዲ ከምዚ ዓይነት ጥፍኣት ክትርእየሉ ከላ ብኸቢዱ ትብደል ከም ዘላ እዩ ዝስምዓ፣ ትጽገም ከም ዘላ እዩ ዝስምዓ። መነዲኡ ኮይኑ እዚ ንዓይ ከምዚ ዝብለኒ መን ኮይኑ እዩ ናብ ማንዶ ዘፍቀርክዎ መሲልዎ እናበለት ማለት እዩ እቲ ቀሊል ጥፍኣትካ ብከቢድ ዝኾነ ቅፅዓት እያ ትቐፅዐካ። ብዙሕ ይቕረታ ትብሉ ሰሙን ክልተ ሰሙን ፈፈው ትብሉ በቃ ንዘይትረብሕ ጥፍኣት ከመከለ እኮ እዩ ከምዚ ኢልና ኣነ እኮ እየ ተሰሓሒተ ይቕረ ግበርለይ መዓረይ በቃ ክትልምንወን ትውዕሉ ተሓድሩ ምንም በቃ ይምለሳን ውሽጠን ቅብፅ ይብል ብሓደ ግዜ ኣብ ዝኾነ ሰዓት ድማ መሊሰን እስቲ ክኸዱ እስቲ ንሽተይ እስቲ ድማ ክጥቀም ኢላ ብላ ሓሰበቱ ሰዓት ድማ መሊሳ ናባኻ ገፃ ተዝር ማለት እዩ ስለዚ ከቢድ ኩራ ትኹሪ ተኮይና ይቕረታ ንምግባር ናባኻ ንምምላስ ዝኸብዳ ተኾይኑ ንብዙሕ ሰዓታት ክትልምና ትገብረካ ተኾይና ሰዓታት ዘይኮነ ሰዓታት ቀሊል ይጸገም የለን ንብዙሕ መዓልትታት ክትልምና ትገብረካ እንድሕር ደኣ ኮይና ኣብ ውሽጣ ብዘሎ ናይ ፍቕሪ ስምዒት እያ ትምዝነካ ዘላ ስለዚ ነዊሕ ዘይትጸንሕ ተኾይና እቲ ጥፍኣት ንእሽተን እቲ ትኹሬላ መጠን ብጣዕሚ ከቢድ በቃ ንባዕልኻ እውን ምእማን ይኣብየካ እንታይ ጉዱ እንታይ ተፈጢሩ እንታይ እያ ኮይና ምባል ትጅምር ማለት እዩ ስለዚ ከምዚ ዓይነት ባህሪ እውን ትርእየላ ተኮይንካ ነዊሕ ዘይትፀንሕ ጓል እያ ኣብ ዝኾነ ሰዓት ቅብፅ ኣቢላ ገዲፋትካ ትኸይድ ትኽእል ስለ ዝኾነት ካብ ብሕዚትኻ ልብኻ ኣዘጋጁ እንትና መወዳእታ ድማ ቅድመ ኩነት እተቐምጥ ጓል ኣንስተይቲ ነዊሕ ኣይትፀንሕን እያ ቅድመ ኩነት ማለት እቲ ትኽክለኛ ትርጉሙ ወይ እቲ ትኽክለኛ መግለፂ ክኾን ዝኽእል እዚኣ ተዘይጌርካለይ ወይ እዚኣ ተዘይተፈጢራ ክንፈላለ ኢና ኢላ ዝቐመጠት ተኾይና ንኣብነት ብርሕቐት ትኾኑ እሞ ነዊሕ ከይፀናሕኩም ማለት ነዊሕ ዕላል ከይዕለልኩም ገለሲ ብደንብ ከይተፋለጥኩም ኢቨን እውን ተፈለጡ ተፋሊጥኩም ትኾኑ ትኽእሉ ብቻ ናብቲ ፍቅራዊ ሂወት ምስ ኣተኹም ኣብ ክልተ ወርሒ ተዘይመፂኻ ኣብቲ ገና ናይ ፍቅሪ መጀመረ ማለት እዩ ኣብ ክልተ ወርሒ ውሽጢ ሓዳር ክንገብር ተዘይኽኢልና ወይ ኣብ ዓመት ሓዳር ክንገብር ተዘይኽኢልና ተዘይመፂኻ ክንፈላለ ኢና ስለዚ ዘቐመጦ ቅድሚ ናብቲ ፍቕሪ ምእታዋ ቅድሚ ናትካ ፍቕሪ ምስትምቓራ ዘቐመጠቶ ናይ ግዜ ገደብ ኣሎ ሓደ ዓመት ክጸንሕ እየ ምስኡ እንድሕር ብሓባር ክንከውን ዘይከኣል ናብዛ ሓደ ዓመት እዚኣ በቃ ክርሕቆ እየ ኢላ ትውስን ቅድሚ ናብቲ ጉዳይ ምእታዋ ኦሮማይ ወሲና ለኣተይቶ ነገር እዩ ኦሮማይ በቃ ተሰለሐሉ ኳልኩሌት ዝተገበረ ፍቕራዊ ህይወት እዩ ኣብዚ ኳልኩሌት ዝተገበረ ፍቕራዊ ህይወት እስኻ ልብኻ ደፊንካ ትኣትወሉ ምክንያት የለን ወይ ድማ ከም ዓባይ ንቁም ነገር ኣለካ ምሽ መፃምዲ ተፍቅረን ጓል ኣንስተይቲ ኣላትኒ ምናምን ኢልካ እትምክሐሉ ዓይነት ፍቅራዊ ሂወት ኣይኮነን ዝህልወካ ብዝበልሐ ብዝበሰለ ንስኻ እውን ብዘዋፅእካ ኣብ ዓመት ኣይኮነን ኣብ ክልተ ዓመት እውን ዘይጥዕመካ ተኮይኑ ኣይ ኣይጥዕመንን ካብ ሕዚትና እዚኣ ውሳነ እዚኣ ንወስን ክትብል ምኽኣል ወይ ድማ ዓመት ምስ ጸናሕኩም ገዲፋትኒ ኸይዳ ኢልካ ልብኻ ካብ ምስባር ነብስኻ ተድሕነሉ መንገዲ እምበር ትምክሐሉ መጻምዲ ኣላትኒ ተፍቅረኒ ኢልካ ትምክሐሉ ፍቕራዊ ህይወትስ ኣይክህልወካን ከምዚ ዓይነት ቅድመ ኩነት ኣቐሚጣ ትቕጽል ጓል ኣንስተይቲ እንድሕር ደኣ ኮይና እዚ ክብለኩም ከለኹ ድማ ኣለዋ ካብ ልበን ዝደኽማ ዝለፍኣ ማለት እውን ሕዚ ቅድመ ኩነት ኢልኩም ክትሕዝዎ ዘይደሊ ንነዊሕ ግዜ ክልተ ሰለስተ ዓመት ተጸቤን ልበን ክሳብ ዝቕሕር ክሽከማኡ ዘይግበኣን ክፃወርኦ ዘይግበኣን ተፃዊረን ሓጊዘን ኣብ ብዙሕ ደረጃ ዘብፅሓ ደቂ ኣንስትዮ ኣለዋ። ዕድመን ይባኽን ከም ዘሎ እንድሕር ተረዲእዎን ኮይኑ ናይ ግድን እዩ ሓዳር ግበረለይ ወይ ንፈላለ ክትብለካ ናይ ግድን እዩ ኩሉ ብሓደ ትርጉም ከይትወስድዎ እታ ናተይ ከም ምልክት ትኾነካ ኢለ ዝነግረካ ዘለኹ ቅድሚ ናብቲ ጉዳይ ምእታውካ ቅድሚ ምእታውካስ ከም መደራደሪ ነጥቢ ዝኾነ ነገር ቅድመ ኩነት ሒዝካ ምእታው ናብ ፍቕራዊ ሂወት ትክክለኛ ፍቕሪ ኣለዋ እዩ ኢልካ እትግምታ ጓል ኣንስተይቲ ኣይኮነቲ እንድሕር ዝደለይቶ ነገር ተዘይረኺባ ካባኻ ገዲፋትካ ምኻዳ ዘይተርፍ እዩ ገዲፋትካ ንክትከይድ ዝወሰነት ጓል ኣንስተይቲ ድማ ናይ ማን ፍቕሪ ኣለዋ ኢልካ ምሕሳብ ከቢድ ክኸውን ይኽእል እዩ ናይ ሎማዓንቲ ምኽረይ እዚኤን እየን እዘን ምልክት እዚኤን እንድሕር ርኢኻላ ኮይንካ ንዓኻ ትኸውን ኣይኾነትን እዛ ጓል ኣንስተይቲ በርግፅ ጠቂመናኹም ከም ዝኾና ተስፋ ይገብር ሓሳብኩም ኣብ ኮሜንት ሴክሽን ኣምጡለይ ነቐፌታ ተልይኩም እውን ሕማቓት ቃላት ከይተጠቐምኹም ብግልፂ ዝኾነ ትግርኛ ትሑት ብዝኾነ ትግርኛ ኣብ ኮሜንት ሴክሽን ኣስፍሩለይ ኢኹም ኣነ እውን ክእረም እየ ኣብ ቀፃሊ ክሳዕ ንራኸብ ሰላም